ሰላም ሰላም ክብራት የሕዋት ከመይ ቀኒኹም ምሳኹም ዘለኹ ገብሪኤላ እየ ካብ ጣራ ሓሙሽተ ሜድያ እምበኣርከስ ይሕዋት ሎም መዓልቲ ከኣ ከምቲ ልሙድ ትዮሪ ሒዘልኩም መጽየ ኣለኹ ካብ ሽወደን ናብ ትግርኛ እንዳቐየርኩ ክገልጸልኩም እየ ከም ጠለብኩም ድማ ነቲ ምርጫታት ኩሉ ብትግርኛ እንዳቐየርኩ ክገልጾ እየ ማለት እዩ

ኣይናይ እዩ እቲ ፍቑድ ፍጥነት ንሓንቲ ዓባይ ናይ ጽዕነት ማንኪና ማለት እዩ ብዘይ ተሰሓባይ ኣብ ሞቶር ተራፊክ ሌድ ማለት ኣብዚ ዓቢ ጽርግያ ሞቶር ናይ ሞቶር ተራፊክ ሌድ ንብሎ ማለት ናይ ሞቶር ቬግ ማለት እዩ ጅብዚ ክንርኢና ኒት ሺለ ሜተር ፔርቲመ ሁንድራትየ ሺለ ሜተር ፔርቲመ ሁት ሺለሜተር ፔር ቲመ ሁንድራ ትሬቲ ሺለሜተር ፔር ቲመ ሕጂ እታ መልሲ እዚኣ ቀዳመይቲ ትኾን ኣላ ኩሉ ግዜ እዘን ላስት ቢል ዓበይቲ ናይ ፅዕነት ማንኪና ቴስዓ ኪሎ ሜተር ኣብ ሰዓት ክኸዳ ይፍቀደን ማለት እዩ ቪትሾኒን ፖላንድስ ቬግ ኡፕቴከርዱ ኣት ኤምቢል ዮር ኤን ኦሌምፕሊ ኦምሾርኒን ኦፍ ደይ ሁርስካ ሉቢታ ደይ ኩንቲ ኣብ ላንድስቬግ ማለት ኣብ ክልተ ጽርግያ ዘለዎ መንገዲ ሓንቲ ማንኪና ብጎንኻ ትሓልፍ ኣላ ማለት ኦምሾርኒን ትገብር ኣላ ሕጂ እቲ ኦምሾርኒን እሙቹእ ኣይኮነን ነይሩ ማለት እዩ ሕጂ ስኻ እንታይ ክትገብር ኣለካ ኣብቲ ግዜ እቲ ሆላቲል ሆገር ኦክ ኤቨንትዌልት ሚንስካ ሃስቲግሄተን ኩሉ ግዜ ንየማን ገጽና ክንጽጋዕ ኣለና እንደገና ከኣ ፍጥነት ክነጉድል ኣለና ኦካ ሃስቲግሄተን ፍጥነት ክነልዕሎ ኣለና ፕሊንካ ቬንስተር ፎር ኣት ቪሳ ኣት ኦምሾኒንገን ቮር ኦሌምፕሊት ናይ ጸጋም ብሊንካ ትገብር ማለት እዩ ልቺ ትውልዕ እቲ ኦምሾርኒን ምቹእ ከም ዘይኮነ ንክተርኢ ሆላ ቲል ቬንስተር ንጸጋም ገጽካ ተጸጋዕ። ሕጂ እታ መልሲ እዚኣ ቀዳመይቲ ትኾን ኣላ፣ ሆላ ቲል ሆገር ኦክ ኤቬንትዌልት ሚንስካ ሃስቲኬተን። ኩሉ ግዜ ንየማን ገጽና ክንጽግዕ ኣለና፣ እንደገና ከኣ እቲ ፍጥነት ናትና ክነጉድሎ ክንክእል ኣለና ማለት እዩ። ዱ ሃር ሾፕት En ny bil år 2015 När ska bilen kontrollbesiktigas? ንስኻ ሓንቲ ሓዳሽ ማንኪና ክልተ ሽሕን ዓሰርተ ሓሙሽተን ገዚእካ ሕጂ መኣስ እዛ ማንኪና እዚኣ ኮንትሮል ክተግብራ ኣለካ? Första gång år 2016 och andra gången år 2018 ንመጀመርያ ክልተ ሽሕን ዓሰርተ ሽዱሽተን ኣብ ካልኣይ ግዜ ከኣ ክልተ ሽሕን ዓሰርተ ሸሞንተን።

ብድሕሪኡ ክልተ ሽሕን ዕስራን ቢለን ሞስተ ኮንትሮል ብሲክቲጋስ ቫርየ ኦር ኦኣፍሴት ናር ቢለን ኤር ቲልቨርካድ ሕጂ ማንኪና ኩሉ ግዜ ዓመታዊ ኮንትሮል ክትከውን ኣለዋ ብዘየገድስ መኣስ ተሰሪሓ ጅታ መልሲ እዚኣ ትኸውን ኣላ ማለት እዩ ፎሽታ ጎንገን ኦር ሽጎቱሰን ኦርቶን ኦፍ ኣንድራ ጎንገን ኦር ሽጎቱሰን ሽጎ ማለት እዩ ሕጂ ኩሉ ግዜ ሓዳሽ ማንኪና ምስ ገዛእና ኣብ ውሽ ድሕሪ ሰለስተ ዓመት ኮንትሮል ነግብራ ማለት እዩ ብድሕሪኡ ኣብ ክልተ ዓመት ነግብራ ማለት እዩ። Vad måste nya bensindrivna bilar vara utrustade med? ሕጂ በንዚን ድሪብና ማለት ናይ በንዚን ሞቶር ዘለወን ሓደሽቲ ማኪና እንታይ ግድን ክህልወን ኣለዎ እያ ዘላታ ሕቶ ፋርት ሆላረ ናይ ፍጥነት መሓዚ ማለት እዩ ፓርቲክል ፊልተር ካቶሊሳቶር ሞቶር ቫርማረ ሕጂ እታ መልሲ እዚኣ ትኾን ኣላ ማለት እዩ ካቶሊሳቶር ትኾን ኣላ ማለት እዩ ኩሉ ግዜ ሓደሽቲ ቤንዚን ድሪብና ዝኾና መካይን ካቶሊሳቶር ክህልወን ኣለዎ ማለት እዩ። ሕጂ እዚ ካቶሊሳቶር ንብሎ እምነ ኩሉ ግዜ ናይ ማንኪና ኣቭጋዘር ናይ ምጥፋእ ተኽእሎ ኣለዎ ማለት እዩ። ናር ካን ዴት ቮራ ሌምፕሊት ኣት ኣንቬንዳ ሰይ ሳማን ቬቭኒን ኢለር ብሊክስ ሎስ ፕሪንሲፐን ትብለና ኣላ ማለት እዩ። መኣስ እዩ ምቹእ እዚ ሳም ማን ቬቭኒን ዝበሃል ማለት ክልተ ጽርግያ ብሓደ ዝራኸበሉ ቦታ ማለት እዩ መኣስ እዩ ምቹእ ክትጥቀመሉ ማለት እዩ። ጅ ናር ሬግለርና ኤር ስቮርት ቶልካደ ጅ እቲ ሕጊ ክተንብቦ ምስ ዘሸግረካ ናር ቬግ ማርከን ሳክናስ ሓባሪ ናይ ጽርግያ ምስ ዘይህሉ ናር ዴት ኤር ቴት ተራፊክ፣ ኣብ ተራፊክ ከምዚ ጽቕጥቅጥ ክህሉ ከሎ ማለት እዩ። ቪት ሾርኒን ኢ ቴት ቢግት ኦምሮድዮ፣ እጂ ኣብዚ ናይ ገዛውቲ ቦታ ጅታ መልሲ እዚኣ ትኾን ኣላ ማለት እዩ። ናር ዴት ኤር ቴት ኢ ተራፊክ፣ ሕጂ እዚ ሳማን ቬቭኒን ንብሎ ማለት እዩ። ኣብ ጽርግያ ከምዚ ጽዑቕ ተራፊክ ክህሉ ከሎ ንጥቀመሉ ማለት እዩ። ቫት ፊኒስ ኢ ናርሄተን ኦፍ ደን ናኼልት፣ እንታይ ኣሎ ኣብ ከባቢ እዚ ምልክት እዚ ኣብ ዘለዎ ቦታ፣ ትብለና ኣላ። ቫንድራሄም፣ ቫንድራሄም ሕጂ ከምዚ ጉዕዞ ጌርካ ኣብኡ ተዕርፈሉ ቦታታት ማለት እዩ። ካምፕኒንግ ፕላትስ ሆቴል፣ ሕጂ እታ መልሲ እዚኣ ካምፕንፕላትስ ትኾን ኣላ ማለት እዩ። ከምዚ መዘናግዒ ቦታ ኣብኡ ቴንዳ ዘርጊሕካ ገለ ትዘናግዓሉ ቦታ ማለት እዩ። ቫድ ኢነባር ፍሊጋንደ ኢንስፔክኹን ሕጂ እዚ እንታይ ማለት እዩ ፍሊጋንደ ኢንስፔክኹን ትብለና ኣላ ማለት እዩ። እዚ ፍሊጋንደ ኢንስፔክኹን ዝበሃል ፖሊስ ተንቀሳቐስቲ ፖሊስ ኮንትሮል ዝገብሩ ማለት እዮም። ሕጂ ኣብዚ ክንርኢና እንታይ ከም ዘርእዩና እሶም ማለት እዩ።

ኦክ ኡትሩስትኒንግ ኦፍ ሞቶርድሪቭና ፎርዱን ጅታ መልሲ እዚኣ ትኾን ኣላ ማለት እዩ። ጠባይ ናይ ማንኪና ዝቆፃፀሩ እንደገና እንታይ ዓይነት ኡትሩስትኒን እንታይ ዓይነት ትሕዝቶ ኣለዋታ ማንኪና ዝቆፃፀሩ ማለት እዩ። ንኣብነት ሓንቲ ማንኪና ኮንትሮል ብሲክቲኒን ኮንትሮል ተጌራ ድያ እንታይ ጉድለት ኣለዋ ዝቆፃፀሩ ማለት እዩ ቪድ ቪልከን ቲት

ሚት ፖ ዳገን ፍርቂ መዓልቲ፣ ቪት ሚት ናተን ፍርቂ ለይቲ። ሕጂ እታ መልሲ እዚኣ ትኾን ኣላ ማለት እዩ። ኢ ግሪኒን ኦክ ኺምኒን ማለት ኣብ ወጋሕታን እንደገና ናይ ምሸት ከኣ መሬት ጽልምት ክብል ከሎ ሽዑ እዮም ዝመጹ ዝወጹ ኣብ ጽርግያ ማለት እዩ።

ሕጂ እታ መልሲ እዚኣ ትኾን ኣላ ማለት እዩ፣ ሃስቲግሄትስሜታረ ትኾን ኣላ ማለት እዩ፣ ኩሉ ግዜ ሓንቲ ማንኪና ናይ ፍጥነት መዐቀኒ ክህልዋ ክኽእል ኣለዎ ማለት እዩ፣ ናይ ግድን እዩ ማለት እዩ እዚ። ቪልከት ኣልተርናቲቭ ኤር ኮሬክት ቢትሬፋንደ ላንድስቬግስ ሾርኒን ሕጂ እዚ ላንድስቬግ ንብሎ ማለት እዩ ክልተ ጽርግያ ዘለዎ ኮይኑ ሕጂ እንታይ እዩ እቲ ሓቂ ከጋጥም ዝኽእል?

ቪት ፍራንፎር ቮራንደ ቢል እንጂ ኩሉ ግዜ ማለት ብሊከን ኩሉ ግዜ ኣብዚ ቬካንተን ኣብዚ ቬግረን ክተስተውዕላ ኣለካ እንደገና ቬካንተን ከዓ ማለት በዚ ኣብ ፅርግያ በዚ ጫፍ እንታይ ይመፅእ እንደገና እዛ ማንኪና ኣብ ቅድሚኻ ዘላ ክትሪኣ ክትክእል ኣለካ

ፎር ኣት ፎርሂንድራ ኮ ቢልድኒን ሕጂ ኣብ ላንድስቤግ ዝያዳ ኣገዳሲ ነገር እንተሃልዩ ማለት ሓጺር ፍልልይ ክትገብር ኣለካ ምስታ ኣብ ቅድሜኻ ዘላ ማንኪና መታን ብድሕሬኻ ንዝመጽእ ሪጋ ናይ ማንኪና ብዝሒ ሪጋ ናይ ማንኪና ማለት እዩ ንምኽልካል ትብል ኣላ ሕጂ እታ መልሲ እዚኣ ትኾን ኣላ ማለት እዩ እዛ ቀዳመይቲ ዴት ቦር ቮራ ሚንስት ትሪ ሰኩንደር ቲል ፍራም ቮራንደ ፈርዱን ሕጂ ኩሉ ግዜ ካብታ ኣብ ቅድሜና ዘላ ማኪና ናይ ሰለስተ ሰከንዲ ፍልልይ ክህልወና ክኽእል ኣለዎ ማለት እዩ። ቫ ኤ ሪክቲት እንታይ እዩ እቲ ሓቂ? ጅብዚ ክንርኢና

ኦካደ ሄልሶ ሪስክ ፎር ክሪንግቦንደ ሕጂ ኦኖዲግ ቱምጎንግሾኒን ማለት ኣድላይ ዘይኮነ ስቒልካ ሞቶር ናይ ማንኪና ኣተሲእካ ጠጠዉ ምባል ኣብቲ ኣብ ከባቢኻ ንዘለዉ ሰባት ማለት እዩ ናይ ጥዕና ናይ ጥዕና ሪስክ ከምጽኣሎም ይኽእል። ኮርት ሾርኒን ኢነባር ኢንገን ሄልሶሪስከር ኢለር ኣንድራ ኦሌገንሄተር ፎርክሪንግቡንደ እጂ ከምዚ ሓጺር ምዝዋር ማኪና ማለት እዩ ብዙሕ ሪስኪ ኣየርእዩን እዩ ንጥዕና ነቶም ኣብ ከባቢኻ ዘለዉ ሰባት ማለት እዩ ዴት ኤር ሜር ሚልዮቨንሊት ኣት ሎታ ፈርዱነት Gå på tomgång än att stänga av motorn, om det bara gäller ett par minuter. ሓንቲ ማንኪና ማለት ጠጠው ኢላ ግን ሞቶር ተወሊዑ ንክልተ ደቂቅ እንተጸኒሓሲ ዋላ ሓንቲ ሽግር የብሉን ትብለና ኣላ ካብ ማንኪና ዓጺኻ ሞቶር ዓጺኻ ጠጠው ክትብል ማለት እዩ ሕጂ እታ መልሲ እዚኣ ትኾን ኣላ ማለት እዩ ኦኖዲ

ኦክ እስካ ሾራ ፖ ኣናት ብሬንስለ ህጂ ኩሉ ግዜ እዚ ረጅስትሬሪንግስ ብሲቲጋ ንገብሮ ኣብ ማኪናና ሞቶር ክንቅይር ከለና ዊን ዓይነት በንዚን ክንቅይር ከለና ዩ ማለት ዩ ዊን ከኣ ካብ ካልእ ሃገር ኣምጺና ኣብ ካልእ ሃገር ክንእቱ ከለና ማኪና ብቅዕቲ ድያ ኣይብቅዕትን ክነርእያ ከለና እዚ ረጅስትሬሪንግስ ብሲቲጋ ይበሃል ማለት ዩ።

ኣየናይ ኤምኔ እዩ ንነብስና ክሃሲ ዝኽእል ማለት እዩ። ሕጂ ኣብዚ ክንርኢና ኮልቬተን፣ ኮል ኦክሲድ፣ ክቬቨ ኦክሲደር፣ ኮል ዲኦክሲድ። ሕጂ እዚ ኮል ኦክሲድ ዝበሃል ኤምነ ኩሉ ግዜ ኣብ ናይ ደም እቲ ብ ደገ እንወስዶ ኦክስጅን ስርሑ ንክሰርሕ የሸግር ማለት እዩ። ሓደጋ ከምጽኣልና ይኽእል ማለት እዩ።

ሓንቲ ማንኪና ብጎንኻ ኦምሾርኒን ትገብር ብጎንኻ ትሓልፍ ሃላ ማለት እዩ ሕጂ እቲ ኦምሾርኒን ምቹእ ኣይነበረን ሕጂ ስኻ እንታይ ክትገብር ኣለካ እንታይ ማለት እንታይ ስጉምቲ ክትወስድ ኣለካ ኣብቲ ሰዓት እቲ ማለት እዩ ሆል ቲል ቬንስተር ንፀጋም ተፀጋዕ ኦካ ሃስቲግሄተን ፍጥነትካ ወስኽ ብሊንካ ቬንስተር ፎር ኣትቪሳ ኣት ኦምሾርኒንገን ፎር ኦል ኤን ፕሊት ናይ ጸጋም ብሊንካ ግበር እቲ ኦምሾርኒን ማለት ምዝዋር ብጎንኻ ምቹእ ከም ዘይኮነ ንክተርእይ ሆላ ቲል ሆገር እንጂ ንየማን ተጸጋዕ ችታ መልሲ እዚኣ ትኾን ኣላ ማለት እዩ ኩሉ ግዜ ንየማን ገጽና ክንጽጋዕ ክንክእል ኣለና ማለት እዩ ናር ኤ ዴት ቲሎተት ኣት ኣንቬንዳ ዴሚዩስ ኦክ ሃልፍ እዩ እሳ እንቲዲት መኣስ እዩ እዚ ናይ ግመ ዊን ዕምብረ ልችን እንደገና ፍርቂ ልችን ክጥቀም ዝፍቀድ ብሓደ ቪድ ዲማ ኢለር ክራፍቲግ ኔደርበርድ ጂ ከምዚ ዲማ ክኸውን ከሎ እንደገና ኸዓ ክራፍቲግ ኔደር በርድ ክኸውን ከሎ ከምዚ ጣቓ ክኸውን ከሎ ማለት እዩ

ነታ ብድሕሬኻ ዘላ ማንኪና መታን ንኸስተውዕል ጥቓኻ ቀሪቡ ከም ዘሎ በቲ ናይ ድሕሪት ሊቺ ጌርካ እቲ በቲ ቮርኒንግስ ላምፓ ማለት ኣጠንቃቒ ላምፓ ጌርካ ምልክት ግበረሉ ኦካ ፋርተን ፎር ኣት ኣቭስቶንደት እስካ ብሊ ስተረ ሕጂ ናትካ ፍጥነት ኣልዕሎ

ፍሬኖ መብራህቲ ጌርካ እንዳ ወላዕካ ኣጠንቁቆ ማለት እዩ። ሕጂ እታ መልሲ እዚኣ ቀዳመይቲ ትኾን ኣላ ማለት እዩ። ሚንስካ ፋርተን ፍርሲክቲት፣ ፍጥነት ናትካ ተጠንቂቅካ ግድሎ፣ ሶ ኣት ኣፍስቶንደት ኦካር ቲል ፍራምቮራንደ ቢል፣ እቲ ፍልልይ ኣብ መንጎኻን ኣብ መንጎ እታ ቅድሜኻ ዘላ ማንኪናን መታን ንክሰፍሕ ማለት እዩ።

ከባቢና ከምዚ ጽልምትምት ዝበለ ክኸውን ከሎ ጽቡቕ ክንሪኦ ኣብ ዘይንኽእለሉ ግዜ ማለት እዩ። እንደገና ብ ድሕሬና ዘላ ማንኪና ክንሪኣ ኣብ ዘይንኽእለሉ ግዜ ንጥቀመሉ ትብለና ኣላ ማለት እዩ። ኣንቬንድኒን ኦፍ ዲ ሚውስ ኤር ፎርቢዩደት ኢ ስቫርያ እዚ ናይ ጣቓ ልቺ ኣብ ስቫርያ ክትጥቀመሉ ፍቑድ ኣይኮነን። ኣልቲድ ቪድ ዲማ

ሕጂ ከባቢኻ ከምዚ ጽልምትምት ዝበለ ክኸውን ከሎ ጽቡቕ ኣብ ዘይክትርእየሉ ትኽእል ግዜ ማለት እዩ። እምበኣርከስ ክብራት የሕዋት ናይ ሎምዓልቲ መደበይ ከምዚ ዝራእኹሞ እዩ ነይሩ። ብዘቕረብኩልኩም መደብ ዓጊብኩም ክትኮኑ ተስፋ ይገብር። ዝኾነ ሕቶ ሃናጺ ርእይቶ እንተለኩም ኣብ ታሕቲ ቀምጡልና ንሕና ከኣ ብሰዓቱ ክንምልሰልኩም ኢና ማለት እዩ።